ኣሰላሙ ዓለይኩም ወራህመቱላሂ ወበረካቱ ሰላም ዝኸበርኩም ተኸታተልቲ ናይዝ ቻነል ንሎሚ ሒዘልኩም መጼ ዘለኹ ንመንውሒትን መለስለሲትን ጨጉሪ ትጠቕመና ከምኡ ውን ንምብቋል ሓድሽ ጨጉሪ ትጠቕመና ብልኻይ ትስራሕ ቀላል ትሕዝቶ እየ ሒዘልኩም መጼ ዘለኹ ልኻይ ንጨጉርና ብዙሕ ጥቕምታት እዩ ዘለዎ ጽሩይ ልኻይ እንተረኺብና ጽቡቕ እዩ፣ እንተኾነ ግን ንመግቢ ንጥቀመሉ ኣብ ዝኾነ ሱፐርማርኬታት ክንረኽቦ ንኽእል ዝኾነ ዓይነት ጠስሚ ክንጥቀም ንኽእል ኢና፣ ኣነ ሕጂ ከምዚኣ ዓይነት ተጠቂመ ኣለኹ፣ ጨው ዘይብሉ ክኸውን ኣለዎ፣ ኣብኡ ኣረጋጊጽና ንገዝኦ ማለት እዩ። ሐራይ ንሎሚ ክልተ ትሕዝቶታት ብጠስሚ ወይ ብልኻይ ዝስራሕ ተህዝቶታት ክንሰርሕ ኢና። እዛ ሕጂ ንሰርሓ ቀዳመይቲ ንሰርሓ ማለት እዩ። ንለጻይቶ ዘለዎ ወይ ኣብ ቅድሚት ጨጉርና ጋህ ጋህ ዝበለ ዘለዎ ትጠቅም ኮይና ዓቐን ድማ ከም ምንዋሕ ጨጉርና ርኢና ክንውስኸሉ ንኽእል ኢና። ሕጂ ዘድልየና ሓንቲ ማንካ ጠስሚ ከምኡውን ጻዕዳ ሽጉርቲ ዝተፋሕፈሐ ሓንቲ ማንካ ቁሩብ ዝኾነ ዓይነት ዘይቲ ክልተ ማንካ ጌርና ኣጸቢቕና ንሓዋውሶ ከምዚኣ ክትመፀልና እያ ሕራይ ፃዕዳ ሽጉርቲ ሓድሽ ጨጉሪ ንምብቋል ይሕግዘና እዩ ሕራይ ካብ ቆርበትና ስጋ ጫፍ ጨጉርና ለኺና ብጎማ ክንሽፍኖ ኢና ካብ ክልተ ሰዓት ንላዕሊ ኣብ ጨጉርና ነጽንሖ ማለት እዩ ጻዕዳ ሽጉርቲ ብዙሕ ጨና ስለ ዘለዎ ድሕሪ ብሻምቦ ምሕጻብና ድሕሪ ክልተ ሰዓት ማለት እዩ ካብኡ ንላዕሊ ተጠቂምና ብሻምቦ ድሕሪ ምሕጻብና ነቲ ጨና ንመጥፍኢ ዝኾነና ዝኾነ ዓይነት ቡን ኣብ ማይ በጽቢጽና ድሕሪ ብሻምቦ ምሕጻብና ብኡ ጌርና ክንሎቕልቆ ጽቡቕ እዩ ጨና እውን ከጥፍኣልና ይኽእል ማለት እዩ ሓራይ እዚኣ ንክልተ ግዜ ወይ ንሰለስተ ግዜ ኣብ ሰሙን ክንጥቀመላ ንኽእል ንቆልዑት ይኹን ንዓበይቲ ዝኾነ ፀገማት ናይ ምብቋል ጨጉሪ ዘለዎ ኩሉ ክጥቀመላ ይኽእል እዩ ኣብዚሕና እንተ ጌርናዮ እውን ኣብ ዝሑል ቦታ ንሰሙን ከነፅናሓ ንኽእል ኢና ሃረ። እታ ካልኣይቲ ትሕዝቶ ድማ ሓንቲ ማንካ ጠስሚ ከምኡውን ክልተ ማንካ ርግኦ፣ ክልተ ማንካ ዘይቲ ዝኾነ ዓይነት ዘይቲ ንጥቀመሉ ማለት እዩ። ሓዋዊስና ንክልተ ሰዓት ካብ ክልተ ሰዓት ንላዕሊ ኣብ ጨጉርና ከነፅንሖ ኢና ብጎማ ሸፊንና ማለት እዩ ብሻምቦ ከምቲ ንቡር ንሓፅቦም እዚኣ እውን ክልተ፣ ስጋብ ሰለስተ ጊዘ ንሰሙን ክንጥቀመላ ንኽእል ኢና፣ ከምኡ ውን ተረፍ እንተሊና ብዝሕ ዝበለ እንተሰሪሕና ኣብ ዝሑል ቦታ ንሰሙን ክትጸንሓልና ትኽእል እያ። ኦኬ ኣብ መወዳእታ ዝኸበርኩም ኣሕዋት ኣብ ኩሉ ንክትበጽሕ ሼር ግበርዋ ሳብስክራይብ ዘይገበርኩም ውን ሳብስክራይብ ብምግባር ሓድሽ ዘውረድክዎ ቪድዮታት ብቐጥታ ኣቐዲምኩም ክትከታተልዎ ትኽእሉ ኢኹም። ሐራይ እምበኣር ናይ ሎሚ ቪድዮይ እዚ እዩ ነይሩ ብዘቕረብኩልኩም ዓጊብኩም ክትከኑ ተስፋ ይገብር ካልእ ትሕዝቶ ሒዘ ስጋብ ዝመፀኩም ሰላም